ብስሚላህ ወልሓምዱሊላህ ወሰላቱ ወሰላሙ ዓላ ረሱሊላሂ ሰለላሁ ዓለይሂ ወሰለም። ትርጉም ሱረት ነስር ሱረት ነስር ሰለስተ ኣያታት ዘለዋ ሱራ እያ። ህዝቢ ቁረይሽ ብሽርኪ ዝተላዕጠጡ ንሰለስተ ሚእትን ሱሳን ሓወልቲ የምልኹ ከም ዝነበሩ ዘካተ ኣይኮነን። ረሱል ሰለላሁ ዓለይሂ ወሰለም ንህዝቦምን ህዝቢ ዓለምን ብሓፈሻ ከምኡ'ውን ኣጋንንትን ካብዚ ሽርኪ'ዚ ወጺኦም ናብ ተውሒድ ክኣትዉ ንኣስታት ዕስራን ሰለስተን ዓመታት ዝኣክል ደኺመ ከይበሉ ለይትን መዓልትን ሰሪሖም። ኣብ ጉዕዞኦም እውን ብዙሕ ሽግር ረኺብዎም። ምእንቲ ተውሒድ ዓቢ ዋጋ እዮም ከፊሎም። ህዝቢ ቁሬሽ ሕሉፍ ሓሊፍዎም ንረሱል ሰለላሁ ዓለይሂ ወሰለም ክቐትሉ ብዙሕ እዮም ፈቲኖም። ካብ ዓዶም ተሰጒጎም ናብ መዲና እውን ተሰዲዶም። ግን ምእንቲ ኣላህ ተካይዶ ቃልሲ ውዒልካ ሓዲርካ ካብ ኣላሁ ሱብሓነሁ ወተዓላ ዓወት ከምትጭብጥ ዘጠራጥር ስለ ዘይኮነ መካ ካብ ኢድ ጸላእቲ ነጻ ሓራ ወጸት ሽዑ እቶም ጸላእቲ ረሱል ሰለላሁ ዓለይሂ ወሰለም ዝነበሩ ራዕዲ ወሓጦም። ናይ ሞት ዜሮ ሰዓት ከም ዝኣኸለ ጥራይ ከኣ ተረድኡ። ግን ነብይና ሙሓመድ ሰለላሁ ዓለይሂ ወሰለም ርህሩህ ነብይ ስለ ዝኾኑ ብዘይ ገለ ሕነ ምፍዳይ ንኹሎም ናይ ምሕረት ውሳኔ በየኑሎም። ኪዱ ንስኻትኩም ፍቱሓት ኢኹም በልዎም። ርኢኹምዶ ርህራሄ ናይ ረሱል ሰለላሁ ዓለይሂ ወሰለም። ሪኢኹም ዶ ጣዕሚ ናይ ረሱል ሰለላሁ ዓለይሂ ወሰለም ድሕሪ እቲ ዝዓበየ ዕላማ ኣብ ሽትኡ ምብጻሕ ስራሕካ ስለ ዝዛዘምካ ናብ ኣኼራ ክትዳሎ ስለ ዝግባእ ድሕሪ እዛ ሱራ ምውራዳ ረሱል ሰለላሁ ዓለይሂ ወሰለም ነዊሕ ኣይጸንሑን ናብ ኣኼራ ሰጊሮም ነዚ ቕርበት እዚ ቆብ ዘበለ፣ ዝተረደኣ፣ ዓብዱላህ ኢብኒ ዓባስ ረዲየላሁ ዓንሁ ነዛ ሱራ እዚኣ ሱረት ናዒ ማለት ናይ መርድእ ሱራ ኢሎም ይሰምዩዋ ከም ዝነበሩ ዑለማእ ይገልጹ። ኣላሁ ስብሓነሁ ወተዓላ ኣብዛ ሱራ እዚኣ ይብል፣ ብስሚላሂ ኣራሕማኒ ራሒም፣ ኢዛ ጃኣ ነስሩላሂ ወልፈትሕ። እዚ ማለት ትርጉሙ ነብይና ሙሓመድ ኣብ ልዕሊ ጸላእትኻ ካብ ተዓወትካ፣ መካ ካብ ኢድ ጸላእቲ ሓራ ካብ ወጸት፣ ወረኣይተ ናሰ የድኹሉነ ፊ ዲንላሂ ኣፍዋጃ፣ ጉጅለታት፣ ቀቢላታት ናብዚ ቅኑዕ ሃይማኖት እስልምና ክኣትዉ ካብ ረኣኻ፣ ፈሰቢሕ ቢሐምዲ ረቢከ ወስተግፊርሁ ኢነሁ ካነ ተዋባ ንጎይታኻ ነቲ ዓወት ዝሃበካ ፈጣሪኻ ኣመስግን ካብ ጉድለት ኣንጽሃዮ ተስቢሕ ግበር ምሕረት ውን ሕተት ንሱ ብርግጽ ተቀባሊ ቶባን ጣዕሳን እዩ ካብዛ ሱራ እዚኣ እንርድኦ ቀዳማይ፣ ካብ ነስሩላህ እትብል ቃል ዓወት ካብ ረቢ ምዃኑ ንርዳእ። ከዕውተካ ድማ ምእንትኡን በቲ ንሱ ዝሓገጎን ክትቅየድን ክትምራሕን ይግባእ። ካልኣይ፣ ፈትሕ ማለት ነጻ ናይ ማካ ምውጻእ ወይ ከኣ ናይ ማካ ሓራ ምውጻእ ማለት እዩ። ሳልሳይ፣ ዓው ከይበልካ ማለት ብዘይ ኣውያት ሰብ ከተርድእ ፍቑድ እዩ። ራብዓይ፣ ነቲ ረቢ ዝሃበካ ኒዕማ ብሽኩር ክትቅበሎን ሰጅደተሹኩር ክትገብርን ብሸሪዓ ፍቑድ እዩ። ሓሙሻይ፣ ዝኾነ ዓወት ክትረክብ ከለኻ ሱብሓነላህ ወቢሓምዲሂ ኣስተግፊሩላህ ወኣቱቡ ኢለይሂ ከተብዝሕ መሽሩዕን ሕጋውን እዩ። ሻዱሻይ፣ እዛ ሱራ እዚኣ ካብተን መወዳእታ ዝወረደት ሱራ እያ። ሻውዓይ፣ ኣብ ርኩዕ ሱብሓነከ ላሁመ ወቢሐምዲከ ኣላሁመ እቕፊርሊ ክትብል መሽሩዕ እዩ። ሃዛ ወላሁ ኣዕለም።